ሰላም ኣሕዋት ኣብዛ ናይ ማይክሮሶፍት ወርድ ማርክ ከመይ ጌርና እቲ ኦፐንን ወይ ድማ ክሬቲን ንገብር ክንዕዘብ ኢና ንዕኡ ንምግባር ክልተ ኣማራፂ ኣለና ብመጀመርታ በቲ ንውሕዲ በለ ገባብ ክንሪኦ ኢና ንኣብነት ናበይ ንኸይድ ንቕድም ናብ ፌል ንመፅእ እንድሕር ዳ ክሬቲን ክንገብር ደሊና ሓድሽ ገጽ ማለት እዩ ናብ ፋይል ንመጽእ ኣብ ፋይል ክሊክ ምስ ገበርና ሆም ኣላና ኣብ ሆም ምስ መጻና ክልተ ነገራት ኣለና ኣማራጺ ባይዘወይ ድሕሪ ዳ ክሬትን ክንገብር ደልና ቀዳመይቲ ናጻ ገጽ እንድሕር ዳ ክንከፍት ደልና እዚኣ ኣላሃና እዚኣ ክሊክ ምስ እንገብራ ንዓ ንኣብነት ክሊክ ክንገብራ ኢና ናጻ ገጽ ክሊክ እንድሕር ዳ ኢልና ናበይ ተምጻና ናብዚ ሓድሽ ገጽ ተምጻና እዚኣ ሓንቲ እያ ነዚኣ እንድሕር በቋራጭ መገዲ ክንገብራ ደሊና ከዓኒ ኮንትሮል ኤን ንገብር ሓድሽ ገፅ እያ ትኸፍተልና ዋላ ንሳ እውን ኮንትሮል ምስ በልና ኮንትሮል ኤን ምስ ገበርና ሓድሽ ገፅ ትኸፍተልና ግን ሓድሽ ገፅ ክንከፍት ከለና እንታይ ስከ ከዓ ኣለና ናብ ፌይል ንመለስ ኒው ድብል ኣለና ኒው እንድሕር ደኣ ከፊትና ብርግፅ ሕጂ እውን ተሓዳሽ ገፅ ንረኽባ ኣለና ብዝነለትኩም እዚኣ እታ ጥራሕ ደላ ገጽ እያ ካብ ዜሮ ክንብገስ እንድሕር ደኣ ኮይና ንሎሚ ግን እንታይ እስከ ክንርኢ ደልየ ኣለኹ ኣብ ኣገልግሎትና ድውዕሉ ዘይተኣደኑ እንተኣሽሙ ኣለዉ ንኣብነት ታይም ፕሌታት ኣለዉ ታይም ፕሌታት ኣብዚ ኣለዉና ንኣብነት እዚኦም ሓደ ካብቶም ታይም ፕሌታት እዮም ግን እዚኦም ካብኦም ሕልፍ ኢልና ከዓ እንታይ ክንርኢ ኢና እስኪ ንላዕሊ እንድሕር ደኣ ደይብ ኣቢልናዮ ትናህና ማውስ ኣብዚ እንታይ ንዕዘብ ኣለና ቀዳማይ ነገር ሓንቲ ሰርች መግበሪት ባር ንዕዘብ ኣለና ንሳ ንምንታይ እያ ትጠቕመና እንድሕር ደኣ ኢልና እንታይ እስኪ ኣብዚ ታሕቲ እትሪእዎ ተሃሊኹም ዝተወሰኑ ተኣሽሙ ኣለውና ዝተወሰኑ ኣንግላት ኣለውና እቶም ኣንግላት ተሓቂፎም ይርከቡ እሶም ከዓ ታይም ብለየታት ነፍሲ ወከፍ ኣንግል ነፍሲ ወከፍ ኣንግል ኣብ ታሕቲ ናይ ገዛ ርእሱ ኣንግላት ናይ ገዛ ርእሱ ትሕዝቶ ሒዙ እዩ ዝቐርብ እንድሕር ዳ ብምንታይ ይከፋፈል ቴምፕላት ንምንታይ ይጠቅም ድሓን መጀመርታ ቴምፕል እንታይ ዝጥቀም ኣቐዲሞም ቅድሚ ንሕና ግዜናን ሓይልናን ምስዋእና ንዓና በጎልጉለትና ዝውዕሉ ህንፃታት እዮም ሕጂ ንዕኦም ክሊክ ንገብር ምሽ ቀዲሙ ካልእ ሰብ ዘዳለዎ ሽዑ እቲ ዘድልየና ነቲ ንዓና ዝመስል ባይዘ ወይ ንቅድም ንወስድ ምክንቲ ክቃለለልና ሽዑ ኤዲቲንግ ጌርና ጥራይ ክንዲ ግዜን እንተኣሽሙ ነጥፍእ ዳይሬክት ኢልና ናብ ስራሕና ክንኣቱ ንኽእል ኢና ድሓን ቴስቶን ገብሮ ኢና ጸገም የለን እቲ ሓፈሻዊ ትዕዝብቲ ጥራይ ንውሰድ ኣብዚ ሕጂ ንቢዝነስ ዝምልከት ኣለና ቴምፕሌታት ንቢዝነስ ዝምልከቱ ንካርድ ዝምልከቱ ፍላየር ዝምልከቱ ኤክሰተራ ክሳብ ኤዱኬሽን ሆሊደይ ድብል ዘሎ ማለት እዩ እዚኦም ኩሎም ነናይ ገዛ ርእሶም ኣለዎም ንኣብነት ንሕና ሕጂ ሓንቲ ካብአን ድሕር እታ ጥራሕ ደላ ስለ ዝረኣናያ ሓንቲ ካብአን መሪፅና ክንወስድና ንኣብነት ኣብ ናይ ኤዱኬሽን ድሕር መፂና ኤዲኬሽን ክልክ ምስ በልና ከም ትሪእዎ ዘለኹም ደልዩ ደልዩ ደልዩ ንኤዲኬሽን ዝምልከቱ ታምፕሌታት ከምፂ ንኣብነት ንሕና እዛ ቀዳመይቲ ንድሕራ ወሲድና ክሬት ትብል ክትመፃና እያ ክሊክ ንገብር እዚ ብዝመፅ ክላስ ብሓፈሻ ክንርኢ ኢና ግን እንታይ ክብል ደልየ ረእይዎ እዚ ኣቐዲሙ ንዓና ዝተሰርሓልና ሕጂ ንሕና እንታይ ኢና ንገብር እንድሕር እዚኣ እዛ ሞዴል እዚኣ ትብርሃና ነይራ ተትኮይና ኣብዚ መፂና ኤዲቲንግ ክንገብር ኢና ኣብዚ ቴክስት ኤክሰተራ ኤክሰተራ እዚ ሕጂ ግዜ የቃልለልና ካብ ነዚ ኩሉ ባዕልና ንሃንፆ ነቲ ንዓና ድመስል መሪፅና ክንወስድ ንኽእል ኢና እዚ ሕጂ እንታይ እንድሕር ዳ ኢልና ካልኣይቲ ጋባብ ናይ ፌል ኦፐን ወይ ድማ ክሬት ክንብል ኮልና ማለት እዩ ኦፐን ክንብል ተደልና ክዳ እዚ ናይ ክሬት እዩ ኦፐን ክንብል እንድሕር ደልና ከዓኒ ኦፐን ኣብዚ ኣለና ኦፐን እንታይ እንድሕር ኢልና እቶም ኣቐዲምና ክሬት ዝገበርናዮም ፎልደር ክንከፍቶም እንድሕር ደልና እዩ ሕጂ ሰለስተ ኣማራጺ ኣለና ባይ ዘወይ ኣብ ናይ ኣፕን እዚኦም ኣብዚ ትርእዎም ዘለኹም ኣቐዲምና ዝተጠቀምናሎም እዩ ብዚ ቀረባ እዋን ሪሰንትሊ ማለት ኣብ ቀረባ እዋን እዩ ሕጂ ኣብኡ እንታይ ኣለና እንድሕዳ ኢልና ክልተ ኣማራፂ ኣለና ንኣብነት ዶኪመንት ኣለውና ትም ፈይላት ወይ ድማ ፎልደር ኣለውና ኤክሰተራ ማለት እዩ ንሱ ጥራይ ዘይኮነ ሕጂ ሰለስተ ኣማራጺ ኣለዋና ምሽ ብል ነረ እዚ ሪሰንትሊ ድሕራ እንታ ሽሙ ሃሊና ኣብዚ ኣለዉ ድሕራ ድራይቭ ሃሊና ኣካውንት ድሕራ ሃሊና ኣብ ናይ ማይክሮሶፍት እንተዘይኮይኑ እዚ እዚ ስፔሰ ዝብል ዘሎ እቲ ናሃና ኮምፒውተር ማለት እዩ ኣብኡ ክሊክ እንድሕራ ጌርና ንኣብነት እዚ ትሪእዎ ዘለኹም ይመፅእ ኦፐን ክንብል ከለና እዩ ሕጂ ኒው ፎልደር ዲና ደሊና ዋላስ ማለት ኣብዚ ፎልደር እንዳኣተና ሓደ ብሓደ ክንከፍቶም ኢና ንሎሚ ግን ክሬት ዝገበርናዮ ስለዘየለ ንሓፈሻዊ ትዕዝብቲ ጥራይ እዩ ኣድፕሌስ ዝብል ኣሎ እቲ ናይ ዌብ ማለት እዩ ብራውዘር ከዓኒ ካብ ኮምፒውተርና ዳይሬክት ልኸይዱ ዘምፅእ ማለት እዩ ከም ዝትሪእዎ ኣለኹም ሕጀን መርፅ ንኸእል ናብቲ ኮምፒውተርና መፂና ከም ዝትሪእዎ ኣለኹም ሎሚ ግን ስለ ዘይብልና ድምረፅ ዋላ ሓንቲ የብልና ንሕና ግን እንተዝህልወና ነይሩ ምመረፅና ሽዑ ኦፐን ንብላ ሓንቲ ክሊክ ጌርና ኦፐን ንብል ማለት እዩ እዚ ሕጂ ኦፐን ክንብል ከለና እዩ ኒው ከዓ ከም ዝተረኣናዮ ኣብ ክልተ ተኸፊሉ ይርከብ ሓዳሽ ገፅ ኣላ እቶም ታይም ፕሌታት ኣባና ድውዕሉ እውን ኣለዉ ሕጂ ናብ ሆም ድሕር ድኣ ተመሊስና ኣብ ዝመፅእ ክላስ ከመይ ጌርና ሴቭን ሼርን ንብል ክንዕዘብ ኢና እዛ ክላስ ከዓኒ ከመይ ጌርና ኦፐንን ክሬትን ብዝተፈላለየ መልክዕ ንዕዘብ እያ ነይራ